ብስነ ስርዓት በጋባብ ዋላ ኣብቲ ዩቱብ ዝዝርጋሕ ቪድዮታት ግትር ኢልካ ተርእዮምኻ ሰባት ገለ ሕጂ ያህ ጅዳ ሃፍቲሙ እንድዩ ድሓር ከኣ እቲ ጅባ ከኣ እንዳሃጠረ እዩ ዝኸይድ ዘሎ ካብኡታት እዩ ባይዘወይ ጅባ ክነፍሕ ከሎ ኣፍ ልቢ ተተነፍሒ እንታይ ሽግር ኣለዎ ኣብ ጥርሓ ኢድካ ተነፊሕኻ ግን መን ይሰምዓካ

ዝገርመኪ ዘኪርክኒ ኢኺ እምበር ጸሚኤ እየ ጸኒሐ ሕጂ ብዙሕ ግዜ ተሓስብ ኢኻ ግን ደሓን ክንሪኦ ኢና ብግዜ ኣነ እንዳረኣኹዎ እየ ዝኸይድ ሕጂ ፍልይ ዝበለ መሬት ክትቅጽ ኢኺ

ግጥሚ ድካ ክትገጥመለይ ጸኒሕካ ወላ ሓንቲ ደርፊ ኣይተረድኣንን። ክደርፍ ኣይክእልን እየ ግን ክደርፈልካ እሳ ደስ ስለ ትብለኒ ኣነ ክደርፈልካ።
ምናልባት ኣፍቃሪካ እንተኮይነስ ናብ ጽምዋ ወሲድካ ትደርፍለይ ደርፊ ቀዳመይቲ እዚኣ ድያ? በጃካ እባ ናብ ጽምዋ ከይትወስድኒ። እዚ ኣይኮንኩን ክደርፈልካ ካልእ እየ ክደርፈልካ ኦኬ ታብ ታብ ክንላባለም ኢና ታብ ታብ ጋይስ
ታብ ታብ ጋይስ ፕሊዝ ዋ እሞ ፍኹስ እባ በል ደሓን ኣብዛ ፀወታ ዋላ ኦኬ
ወል ናብ ላይፍ ክታኣትው ከላ እንታይ እንታይ እንታይ እንታይ ትሕዝቶ እንታይ ማለት እንታይ ክትገብረል ክታኣት መጀመርታ
ኣን ክዘናጋዕለ ይዛቱ ከምዚ ስራሕ ይዊን ገዛ ኣላ ኢለ ነብሲ ኣላ ኢለ ገለ መለ ምስ ወዳኩ በይነ ዝነብር ምሸ ምስ ሕዋተይ ክዘናጋዕ ሓደ ሓደ ነገራት ካኑ ክመሃር ገለ ኢለ ይኣቱ ታብታብ ጋይስ። ጽቡቅ እዩ ስለዚ ኣብ ላይፍ ዝተማሃርክዮ እንተሃልዩ እንታይ እዩ? እውይ ተጻዋርነት።
ኦኬ ተጻዋርነት ኣብ ላይፍ ተማሂርኪ። እዎ ማይሲስ ከምዚ መጀመርታ ትሓርቅ ገለ ሰብ ክጸርፈካ ከሎ ገለ ምስ ሸሸ ብድሕሪኡ ክትጻወር ከም ዘለካ።
ሸለል ትብሎ ገለ ዝበለካ ብሎክ ጌርካ። እያ ስለም ከምዚ በቃ እንሻሎ ኣብ ላይፍ ተራኺብና ምስ ወፃና እቲ ፀርፊ ደድሕረይ ኣይመፅን እዩ ኣንሃም የራርስ ማለት እዩ እቲ ዝብሉኒ ነገር ደድሕረይ ኣይመፅን እዩ ሕዚ ነዚ ከ ከኣል እዩ ዝኽእሎ ክእለት የድልየካ እዩ ክንደይ ዝበኽዩ ን ከኣ ዝሓርቁ ሰባት ኣለዉ ገ ከምኦም ዓይነት ሰብ ኣይኮንኩን ዊን ብሎ ክእትዎ ዊን ሚት ይገብሮ ዊን ካኒ ስሒቀ ይገድፎ
ኦኬ ካልእ ናይ ታሕትን ትልቤ ነገር ኣሎ ዝኾነ ዓይነት ሕቶ ወይ ስኽ ዘይተዋሓጠልከ ገለ ምሻሉ እወ ሓደ ሓደ መዓልቲ ዘይርዳኒ ነገር ኣሎ ናትካ ማለት እዩ ከምዚ ወላ ንባዕለይ ይሓስቦ ምሾ ከምዚ ሰብ ንዓኻ ኢሉ እንዳተዛረበልካ ከሎ ብሕሩቁርቁ ዲኻ ወላስ ብገለስ ከምዚ ነቲ ሰብ ቱግ ተብሎ ምሳኻ ፀኒሑ ሲ ብዛዕባ ዝኾነ ነገር ትዝር ተቢልካስ ተውፅኦ ዊንቃኒ ትጸርፎ
ንመን እየ ኣበየናይ ሰዓት ንመን ጸሪፈ ካብ ምንታይ ተበገሰ እዩ ዝሕጂ
ኦኬ ኣበየናይ ሰዓት እየ ንመን ጸሪፈ ንመን እዎ ምውፃእ እዎ ሕጂ ያ ኣይኖ ንኩሉ ሰብ ኣይበልኩሃን ንሓደ ሓደ ሕጂ ከምዚ በቀዳማይ ሰሉስ ከምዚ ንዓኻ ስለ ዝሓለየትልካ እምበር ንኋላ ኣይኮነትን ከምዚ ሕጂ ምስ ተዘራረብኩምስ እስኻ ኣውፂካያ ሽዑ እንዳተዛረብና ንሜራኑስ ማለት እዩ ንስካ ካኒ ምስ ዲኑስ ኣነ እሞ ኣይግድሰንን እዩ ኣነ ግን ናብ ሰዓት ንሳ ክረጋጋእ ስለ ዘለዎ ኢለ ተዛሪበ ገለ ምስ በለታስ ዘይምልከተኪ ትኮይኑ እንዳ ኢልካ ኣውፂካያ ሽዑ ስለትሓርቅ ዲካ ወላስ ጠባይካ ስለዝኮነ ይኮን
ኦኬ ጽቡቅ ሕቶ ኢዩ ንስካ ኣብ ቅድሚ ትማሊ እንዲዩ ነይሩ ሓቀይ ቅድሚ ትማሊ ድዩ ትማሊ ኢዩ ተሓዋዊስና እኮ ሕጂ ቅድሚ ትማሊ ኢዩ
ያ ኣይሃረኩን ነይረ መስተ ሰትየ ብዘይ ቀልዓለም ተጋግየ ማለት እዩ ላይፍ እንዳተጠቀምኩ ዝሰቲ ነይረ የዒንተይ ብጣዕሚ ሕንዚዝ መሲቱ ነይሩ ናይ ዓይኒ ከም ዝሰተኻ ብፍላይ ኣብቲ ነታ ቆልዓ ከምጽኣ ከለኹ ገለ ንዓኹም ገለ ክድይበኩም ከለኹ ቆቅርበይ ዝዝክረኩም እምበር ብዙሕ ትሃስሱኒ ኢኹም ምስልኹም ይሃስሰኒ ዳርጋ ሰኺረ እየ ነይረ ብኸምኡ እዩ ሕጂ ሎማዓንቲ ከኣ ብይቕረታን ብኻልእን ፈቲነ
ኦኬ ኣነ ስለ ዘይሰማዕኩኻ ግን ክሓተካ ስለ ዝደለኹ ኢየ ከምኡ ገይረ ሶሪ ሰኺረ ነይረ ሎማዓንቲ ግን ተዓሪቅና ብሰላማዊ መንገዲ ካኣ ፈቲሕናዮ ያህ ካልእ ዝሓትትዮ ገለ ይህሉ ዶ ጠባየይ ኮም ኣይኮነን ጠባየይ ኣነ ካብ እክሊ ይሓዊ ኣብ ማሕበር ከድካ መግቢ ተብዚሕካ እቲ ናይ ማሕበር መግቢ ካባይ ይከፍእ። መፃኢ ገለካ እንታይ ትሓስብ እንታይ ይረኣይ ኣለካ መፃኢ መፃኢ እንታይ ክትሓስብ እንዲካ ተበፂሕካዮ ክትኮኖ እንዲካ ዋላ ሓንቲ ብዛዕባ መፃኢ ድሌትካ ድሌታትካ ከምዚ ምሻሎ ኣነስ ሕጂ ከምዚ ክኸውን ይደሊ ገለ ትብል ሕጂ እሳ ትምህርቲ ኮንካ ዘለካ ስራሕ ጥራይ ምሾ እወ ኣነ ብ ስራሕ ኣለኩ ኣነ ሕጂ ኣብ ሂወተይ ሃፍታማት ኣይፈቱን እንድየ ሃፍታም ክከውን እደሊ እየ ነሱ ከኣ ሃፍታም ኮይኑ ከምዚ ንሰባት ከዕበ ወይ ገለ ኣይኮንኩን ወይ ከኣ ሰባት ክሕግዝ ገለ ኣይኮንኩን ኣነ ግን ንዓይ ዝኮነ ሃፍቲ ንዓይ ዝከውን ዓቅሚ ነብሰይ ሃፍቲሲ ይምነ ብእኡ ከኣ ገንዘብ ኣውጺኤ ብእኡ ክሰርሕ ይደሊ ንኣብነት ሕጂ ንዓድና እንተ ኬድና ኣብ ዓድና ጣሕኒት ትፈልጥያ እንድሕር ጣሕኒት ኣዎ ኣብኡ ኣላ ልዕሊ ዓሰርተ ሸሞንተ ዓመት ዝገበረት ጣሕኒት እታ ጣሕኒት ንሳ ነቲ ዓዲ ክቕይረላ እየ እዚ ፕሮሚስ ወላ ሓንቲ ክቕይራ እየ ኣብኡ ጠፍጣፊ ጣሕኒት ኮንካ ምንባር ዕላማ ኣለኒ እዚ ከመይ ከም ሓሳብ
ክንደይ ቆልዑ ትምርዖ መደብ ኣለካ ድዩ መዓስ ዓመተ ምህረት እቶም ቆልዑ ክንደይ ዓመት ቆልዑ ቆልዑ ቆልዑ ገና ከይተመርዐና ክንሓስብ ብዛዕባ ቆልዑ ገበን እንድዩ ግን እንታይ ደኣ ክንገብር ክንሓስብ ኢና እምበር ሓሲብካ ዶ እያ ድሮዳታይ ቆልዑ በቃ ተበዚሖም ሰለስተ እዮም እንተውሒዶም ከዓ ክልተ እዮም ሓደስ ዳርጋ ዘየለ እንድዩ ሕጂ ካባኦም ከኣ ሰለስተ ተኮይኖም እታ ሓንቲ ጋል እያ ከም ክልተካ ኣወዳትይ ዝብሃል ዘሎ ደያንካ ተተካኢሉ እዩ ሕጂ ያህ ብስነ ስርዓት ክዓብዩ ኣለዎም ቆልዑ ዲሲፕሊን ከምዚ ከማይ ታብታብ ዝብሉ ቆልዑ ኣነ ሕጂ ብስነ ስርዓት እየ ዓብየ ታብታብ ዝብሉ ዘይኮኑስ በቃ ካልእ ሞያ ዝገብሩ ኣነ ከይተማሃሩ ምሁራት ቆልዑ ክወልድ እየ ዝደሊ።

ናይ ናይ ጸገም ዘለዎ ኣይኮነን ከምቲ ብውሽጢ ካልእ ክትከውን ትኽእል እንዲኻ ዲቪ ግን ኣብዛ ክልተ መዓልቲ ቅድሚ ክልተ መዓልቲ ገለ ዝነበረት መዓልቲ ግን ማራ ኩሉ ሰብ ኣፍሪሕካዮ እያ እያ እያ ሰቲ ሰቲ ልዕሊ ዓሰርተ ሓሙሽተ ዓሰርተ ሽዱሽተ ቢራታት ገምጢልካ ኣብ ከብድኻ እሞ ከዓ ምስቲ ዕብራን ዘለካ ክንዲ ቢራታት ከትፃወር ምንባርካ ትፈልጥ ዶ ኣይትፈልጥን ኣሰካፊ እዩ። ካብ መዓስ ኢኻ ካብ መዓስ ላይፍ ኣቲኻስ ኖርማል ኢኻ ትጻወት ዝፈልጠካ መስተ ካብ መዓስ እዩ ኦሞ ከምዚ ከምዚ እንዳበልኩ እንዲ ሓዲረ ሽዑ ዳ ከም እንዳልኩ እኮ ሓዲረ ተለምዶ ዳ በዚ ዘቀይንን ኣነ ኣብዚ ጓል ተቀሚጠ ዋላ ፎን ገረ ኣነ ዳ ኪስ ትገብረላ ዘለኻ ከይ መሲል ምዝኾነ
ፍቅሪ ኣታ ፍቅሪ የለን ሰብ በጃ ከተርእየለይ እስከ መን ፍቅሪ ተዚ
ጉዳይ ማን እዩ ዘሎ ኢልካ
ጉዳይ ማን እዩ ዘሎ ኢልካዮ ጉዳይ እዎ ሕጂ ከመሪፅ ክትቅፅዕ ትኽእሊ ዶ እወ ድሓን ቅፅዓኒ ኣጆ መሪፅ ቅፅዓት ማይ ስተ ይብለኒ ኣሎ ማይ ዶ ክሰቲ እሞ ኣንታ ማይ ክንሰቲ ኮሞ ባሕሪ ተቐይሩ ከብድና